ጋሽ ደረጀ ጉዶም ወፅዩ ማለት እዩ ብጣዕሚ እዮም ሰንቢዶም ማለት ኣይተፀበይዎን እዮም ከምዚ ክኸውን እዩ ምናምን ክፍለጥ ክፍለጥ እየ ክብቀል እየ ምናምን ዝብል በቐል ከም ዘሎ ምናምን ሲ ኣይፈለጡ ነይሮም እና ሰላም ሰላም ከመይ ቀኒኹም ኣነ ሰላም እየ እግዚኣብሔር ይመስገን ከምቲ ኣነ ሰላም ዘለኹም በቢ ዘለኹም ኩርናዓት ዓለም ሰላም ክትኮኑ በዓልቲ ሙሉ ተስፋ እየ ማለት እዩ ንማንቲ ድማ ዳጣ ሒዘልኩም መፅየ እኒኦኹ ዳጣ ኣብ ዝሓለፈ ክፋል ከም ዝተባእሳ ምስ ኣቢ ካብ ገዛ ከም ዝተባረረት ያው ታስቢትለ ከም ዝጠርጠረት ምናልባት ጓሉ ከይትኸውን ዝብል ሓሳብ ከም ዘለዋ ጓሉ ከም ንኸይትኸውን ድማኒ ክፈልጣ ከም ዘይብለን ድማ ብዙሕ ነገራት እናተፈጠረ ቀኒ ነይሩ ማለት እዩ። ሎማንቲ ድማ ገራሚ ዝኾነ ብቃ ብዚ ተፅቦዮ ኣተደ ደረጀ ጋሽ ደረጀ ማለት እዩ በፂሐኒኦ እሱ ድማ ከመይ ኢሉ እታ ኮይኑ ብዛዕባ ዝድእነ ነበረ ምርመራታት በፂሕዎ ድዩ ኣይበፅሖን ሎም መዓንቲ ገራሚ ዝኾነ ነገር እኒኡና ማለት ኢና እስካብ መጨረሻ ድማ ምሳይ ፅንሑ ኢኹም ደስ ተይለኩም ድማ ላይክ እና ሳብስክራይብ ጋርለ ኣይትረስዑ ኢኹም ኩለኩም ይደሊ ማለት እዩ ኣብ ዝሓለፈ ክፋል ወጺኣ ነይራ ዳጣ ካብ ገዛ ምክንያቱ ምስ ኣቢ ብዝተፈጠረ ነገራት ብጣዕሚ ምናልባት ጓሉ ንኸይትኸውን ኢላ ዝኾነ ነገራት ማሲ በቃ ደጋዊ እንድሕር ደኣ ኮንካ ደጋዊ ኢኻ ማለት ንጽል ኢኻ እና ብዙሕ ነገራት እዩ ዘጋጥመካ ብፍላይ ከምዚ ኣቦኻ ነዴኻን ብሓንሳዕ እንድሕር ዘየለዉ ኮይኖም ብሓንሳዕ እንድሕር ለይዕወዩኻ ኮይኖም ትኸፍሎ መስዋእቲ ልዕሊ ማንም ሰብ ባዕልኻ ኢኻ ትፈልጦ ምናልባት ሓደ ሓደ ሰባት ክዳና ስለ ዝተኸደና ምግቢ ስለ ዝበላዕና ስለ ዝሰሓቕና ምናምን ሰላም ዘለና ምቹት ዘለና መሲሉ ይስምዖ ይኸውን ባዕልና ግን ንኾኖ ንዝስምዐና ስምዒት ከመይ እዩ ምናምን ድማ ባዕሉ ሰብ ዘጋጠሞ እቲ ከምኡ ዓይነት ህይወት ታሪክ ዘለዎ ሰብ ድማ ልዕሊ ማንም ሰብ እዩ ንርድኦ ማለት እዩ ምክንያቱ ዝኾኖ ንግህኡ ምሸቱ ቀትሩ በዓሉ ስለ ንፈልጠና ከምቲ ሰብ ዝቐርጾ ኣይኮነን እቲ ሰብ ንሱ ንመዋሊለ እየና ስለዚ ድማ እዛ ቆልዓ እዚኣ ኣብ ደገ እያ ተወሊዳ ኣቦኣ የዲኣይ እቶም ሰባት ዘኒእቶም ገዛ ኣይፈልጡን እዮም ማለት እዩ ኣቲ ምን ይበሃል ግን ጋሽ ደረጀ ግን ኣቦኣ እዩ እታ ኣብቲ ገዛ ዘለ ሰራሕተኛም ኣዲኣ እያ ግን ቦልዓ ስለ ዝነበረ ኣዲኣ ምዃና ኣይትፈልጥን እያ ማለት እዩ ስለዚ ድማ ክስካብ ሕጂ ንጋሽ ደረጀ ኣደይ መን እያ ኣደይ ኣፍልጠኒ ስለምንታይ ምናምን ዝብል ጥያቄታት ትጥይቕ ኣላ ያው መዓልቱ ምስ ኣኸለ ግዜኡ ምስ ኣኸለ ክምለሳ ከም ዝኾነ እቲ ሕቶ ትደልዮ ነገራት ኩሉ ክምለሳ ከም ዝኾነ እዮም ጋሽ ደረጀ ደጊምዋ ማለት እዩ ካብኡ ብምቕፃል ድማ ንክልቲኤን ንቲ ኣጓሉ ምስ ሓዳሩ ዘለና ንቲ ኣጓሉ ድማ ያው ብሓንሳብ ምስ ዘየለዉ ድማኒ ጸብ ተፈጢሩ ነይሩ ኢለኩም እየን ካብ ገዛ ከም ዝወጸት ብዙሕ ሽግራት ከም ዘጋጥመ ነጊረኩም እየ ማለት እዩ ካብኡ ድማኒ ያው ንክልቲኤን ኣብ ሓደ ክላስ ኣእትዩ እቲ ዘጋጠመ ነገራት እንታይ ከምታይ ከም ተባህላ ብምንታይ መነሽኡ ከም ዝኾነ ናይ እንታይ ዓይነት ጽሊት ኣብ ክልቲኤን ከም ዘለዎ ንክፈልጥ ድማኒ ጽን ኢሉ ሰሚዕወን ማለት እዩ ሓደ ሓደ ግዜ ዋላ መፍትሒ ኣይንግበረሉ ጽን ኢልና ንሰምዕ እንድሕር ደኣ ኮይና ልዕሊ መፍትሒ እዩ ኩለኩም ይደሊ ጋይስ ማለት እዩ ሓደ ሓደ ግዜ ክትናገር ከለካ ኣብ ኣፍካ ዝናገር ሰብ እንዮ ክትናገር ከለካ በቃ ክሰምዐካ ይኽእል እዩ ገለና ብፍላይ ሓሪቕካ ሓዚንካ ዝኾነ ሽግር በፂሕካ ናብቲ ሰብ ንሱ ክድውል ከላ ጽን ኢሉ ክሰምዐካ ከሎ ዘለዎ ስምዒት ዘለዎ እርካታ ፍሉይ ነገር እዩ ማለት እና ገሽ ደረጀ ድማ ከምኡ እዩ ገይሩ ክልቲኤን ናይ ክልቲኤን ሓሳብ ሰሚዕዎ እቲኣ ምንም ከም ዘይትብል ካብ ዜሮ ተበጊሳ ንዳጣ ከም ትጸልኣ ካብቲ ገዛ ንክትወፅእ ጎስጓስ ከም ትገብር እያ ነጊራቶም ንጋሽ ደረጀ ማለት እዩ ንሳ ድማ ያው ዘሎን ዘየለን ነጊራቶም ማለት እዩ ካብኡ ናታን ኣብቲ ገዛ ከም ዘሎ ትፈልጡ ኢኹም እና ምስ ናታን ዘለዋ ርክባት ምንም ርክብ የብሎምን። ደስ በቃ ይፋለጡ እዮም፣ ፍሬንድ ነገር እዮም። ዋላ ሓንቲ ካብኡ ዝሓለፈ ዝዘለለ ፍቅረኛ ምናምን ዝበሃል ነገር ኣይብላን እና ምስ ናታን ከይዳ ከም ትርብሾ ከምኡ ዓይነት ፍቅሪ ምናምን ንክትጅምር ከም ትሓስብ ካልኦት ዕረፍቲ ወዲ ከም ዘለዉ ናብቲ ገዛ ድማ ሕያቶም ከም ትመፅእ ምናምን ልብል ብጣዕሚ ብዙሕ ዝኾነ ሓሾታት ነጊራቶ ንጋሽ ደረጀ ማለት እዩ ያው እሱ ድማኒ ናብቲ ኣከዛዝብ ኣይደለየ ምክንያቱ ክጥርጠር ክፍለጥም ኣይደለየ ስለዚ ዘለዎ ኣማራፂ ወይ ሱቅ ወይ ከዓ ንይ ንኣቢ ንጓሉ ፍቲ ውሽጢ ገዛ ንዘላ ንዓኣ ንክቁጣዕ ንዓኣ ንክኩሪ ዘለዎ ቫይራል ይበዝሕ ማለት እዩና ስለዚ ድማ ከጓንየን ስለ ለይለደለየ ንክልቲኤን ዘለዎም ኣማራፂ በበይኖም ገይሩ ንኸናግረን እዩ ምክንያቱ እቲኣ እቲኣ ዝገበረቶ ይኹን ዘይነገረቶ ብዙሓት ቃላት ብዙሓት ኣፀየፍቲ ነገራት እያ ነጊራታ ማለት እዩ እቲኣ ድማ ኣብዚ ገዛ ክትነብር ከም ዘይብላ ብጣዕሚ ከም ትፀልኣ ብጣዕሚ ከም ዘይተኽብራ ብዙሕ ሽግር ከም ዘለዋና ንሱ ድማ ያው ተመሊሳ ንገዛኣ ክትወስዶ ከም ዝኾነት ወይ ድማኒ ምሽ ኒኤኩም ጋይስ ካብቱ ገዛ ወፂኣ ንክትከይድ እያ ትሓስብ ማለት እዩ ኣቦኣ ድማ ያው ኣነ ብሂወት ንሃለኹ ንዓኻትክን ምዃን ኣይስእንን እየ ስለዚ ባዕለይ ክሰርሕ እየ ባዕለይ ከላዕለክን እየ ባዕለይ ብዙሕ ነገር ክገብር እየ ንስኻትክን ግን ዓቕሊ ትዕግስቲ ጌርክን ኣብዚ ገዛ ብሰላምን ብሰኔታን ክትነብራ እየ ድልሉ ያው ዋላ ሚእቲ ፐርሰንት ይኹን ኣይተዓረቃ ግን በቃ እቲ ዘናደደን እቲ ዘሕረቐን ነገራት ተነኣሰ ኣስተንፊሰኖ ማለት እዩ። ድሕሪ እዚ ድማ ሰላም ሰራሕተኛ ማለት እዩ ዲኤንኤን ቅድሚ ኣብ ዝሓለፈ ዲኤንኤን ገይሮም እዮም ካብ ፀጉራ መመሸጥ ገይራ ለመሸጠቶ ፀጉራ ካብኡ በጢሶም ዲኤንኤን ንክገብሩ ፀጉሪ ካብ ኢትዮጵያ ንክወስዱ ምናምን ገለታት ሓቢሮም ነይሮም ማለት እዩ ካብኡ ድማኒ ፀጉሪ ድማ ነታ ተመሺጣ ገና ከይተመሸጥት ከላ ጋይስ ገና ከይተመሸጥ ከላ እቲ መመሸጢ ናይ ሰላም እዩ ካብኡ ድማኒ ገና እሳ ከይተመሸጥት ከላ ኣብቲ መመሸጢ ዘሎ ፀጉሪ መንጢላ ሒዛ ትኸይዳ ዓቢ ማለት እዩ ንምንታይ ዲኤንኤን ምክንያቱ እዛ ቆልዓ እዚኣ ኣቦኣ ከይኸውን ምክንያቱ ማዕሪን ኣይ ልፈትዋ ማዕሪን ኣይ ልኸድና ማዕሪን ኣይ ብዙሕ ነገር ልገብረላና ስለዚ ብኣንፃር ብጣዕሚ ስለ ዝጠርጠረት ኣቦኣ ምራት ከይኮንላ ስለ ዝሓሰበት ነዲኣም ከምኡ ኢላ ስለ ተናገረታ ያው ዝተኻእለ መጠን ዝዓቕማ ኢኻ ትገብር እሳ ድማ ዓቕማ ድማ ቁኖ ረኺባ ማለት እዩ ካብኡ ድማ ዝተመሸጠ ገና ኣብቲ ውሽጡ ሲ ሓቂ ኣሎን ጋይስ ኣሕዋተይ ንምሽጦ እቲ መሰንተር ሞኒ ብድሕሪኣ ኣብ ዝተርፍ ፀጉሪ ኣለና እሱ ድማ ናይ ሓፍታ ናይ ሰራሕተኛ ናይቲ ገዛ ናይ ሰላም እዩና ናታ መሲልዋ ድማ ሒዛቶ ከይዳ ሒዛቶ ምስ ከነ ድማ ጋይስ ዲኤንኤን ተመርሚሩ ዲኤንኤን ተመርሚሩ ድማ ያው ኣሕዋት ከም ዘይኮኑ ምስ ጋሽ ደረጀ ምንም ዘራኽብ ነገር ከም ዘይብሎም ድማ ያው ሓቢሮም ማለት እዩ ንምንታይ እዩ ድሕዳ ኢልኩም ንኮይንኩም ንምንታይ እንድሕር ድኣ ኢልኩም ንኮንኩም ጋይስ ንሳ መለት ሓፍታ እንድሕር ኮይና ንክትፈልጥ እያ ናታ ኣይኮነትን ግን ሒዛ ከይዳ ናይ ሰላም እያ ከይዳ ሰላም ድማኒ ንጋሽ ደረጀ ሰራሕተኛ እምበር ሰበይቶም ኣይኮነትን እያ እስካዕ ሕጂ ግን ንመጻእ ግን ሰበይቶም ከም ትኸውን ተስፋ ኣለኒ ማለት እዩ ምክንያቱ ብዙሕ ነገር ዘቀራርዎ ብዙሕ ነገር ክናገሩ ደልዎ ዝዓቀምዎ ነገራት ኣሎ ዝፍለጠካ ነገራት ማለት እዩና ስለዚ እዝታት ነገራት ድማ ናብ ልዕሊኦም ንኸይመፅእ ንኸይፅፍፅፍ ድማ ብዙሕ ነገራት ጥንቃቐ ስለ ዘድሊ ካብኡ ዓይነት ነገራት ሽሽት ድማ ገይሮም ማለት እዩ በቲ በለ በቲ ግን በቲ በለ በቲ ግን እቲ ወረቐት ንሱ ሰላም ስለ ዝረኸበቶ ሰላም ድማ ንኸይጓሓፍ ንጋሽ ደረጀ ሂዋቶ ናይታ ዲኤንን ምክንያቱ ውላዳ ከም ዘይኮነ ምንም ዘራኸብ ነገር ከም ዘይብሎም ዲኤንኤ ነጊርዎና ስለዚ ንፅባሒት ድማ ንሓፍታ ከይዳ ትክዳን ሂባታ እቲ ብዙሕ ነገር ውሸት ነርሱ ድማ መሊሳትላ ያው ንሳ ምንም የተጠቐመቲ ክስካብ ሕጂ ጋሽ ደረጀ ጓሉ ከም ዘይኮነት ድማ ብዲኤንኤ መርሚሮም ማለት እዩ እቲ ዲኤንኤን ድማ ያው ኣብኡ ስለዝኾነ ካብኡ ልለ ናይ ካሊእ ሰብ ስለዝኾነ ምስኡ ምንም ዘራኽብ ነገር ወላ ተዝፍጠር ነይሩ ሲ ምንም ነገር ዘራኽብ ነገር ስለዘይብሎም ክፍለጥ ኣይኽእልን ነይሩ ማለት እዩ ጋይስ ስለዚ ድማ እዚ ወረቐት እዚ ንምንታይ ከምኡ ጌራን ንምንታይ ዲኤንኤን ተፈፂሙ ኣብቲ ገዛ ድማ ጋሽ ደረጀ ብጣዕሚ ሰንቢዱ ብጣዕሚ ድማ ተናዲዱ ማለት እዩ። በቴለ በቴለ ግን ኣብ ቀፃሊ ክፋል ሰበይቲ ደረጀ ክትፈልጥ ድያ ኣይክትፍለጥን ከመይ እያ ክትገብር ካብኡ ድማ ንምንታይ እየን ከም ማዕረ ክንድኡ ሰሪሐን ማዕረ ክንድኡ ጌራን ድማ ያው ብጣዕሚ ግራ ዘእትወካ ነገር ኢና ብሓፈሻ ጥቕልል ክብል ከለ ግን ጋይስ ጥቕልል ክብል ከለ ግን ኣብ ሓዳርና ንንበር ኣብ ሓዳርና ንፅናዕ ህይወትና ንምራሕ ንዓኣተንም ገዲፍናዮም ናብ ካልእ ንኽድ ንሕና ንዕኦም ገዲፍናዮም ናብ ካልእ ንኽድ ምክንያቱ ተወሊዶም ዝኒው ቆልዑ ብጣዕሚ ሓደገኛ ስለዝኾነ ፅቡቕ ዝኾነ ህይወት መነባብሮ ስነ ኣእምራዊ ነገራት ክስተኻኸሉ ግብኦም ነገራት ክነስተኻኸል ከም ዝግበእና እየ ክነግር ዝደሊ ማለት ኢና ኩላና ኣብ ሓዳርና ኣብ ሂወትና ንጽናዕ ክብለኩም ይደሊ ሰሰናዩ ንዓኹም